ሰላም ንዓኹም ይኹን ተኸታተልቲ ንፅረት ሚድያ ንሎሚ ኣብ ዘባናን ዓለምናን ዘጋጠሙ ዓበይቲ ፖለቲካውን ወታደራዊ ምንቅስቓሳት ሒዝና ቀሪብና ኣለና። ኣብ ወረዳ ኣለማጣ ከቢድ ኩናት ይካየድ ምህላው ኣምባሳደር ኣመሪካ ናብ መቐለ ዝሓሰቦ መገሻ ዳግም ከም ዝተሰረዘ ምሕባሩ፣ ህወሓት ኣብ ሕብረት ኣፍሪካ ምኽሳሱ ኣብ ደቡብ ኣፍሪካ ዝርከቡ ስደተኛታት ኣብ ሓደጋ ከም ዝወደቑ ምግላጹን ሰራዊት ሱዳን ድሮን ኢትዮጵያ ከም ዝሓምሸሸ ምሕባሩን ዝድህስሱ ዛዕባታት ሒዝና ቀሪብና ኣለና። ንቻነልና ሸር ላይክ ሳብስክራይብ ክትገብሩ ብምዕዳም ናብ ዝርዝሮም ክነስግረኩም። ኣብ ወረዳ ረያ ኣላማጣ ብከቢድ ብረት ዝተሓገዘ ሓያል ውግእ ይካየድ ከም ዘሎ ተገሊጹ። ኣብ ዞባ ደቡብ ትግራይ ወረዳ ረያ ኣላማጣ ፍሉይ ቦትኡ ድንጋይ ቀበሌ ተባሂሉ ኣብ ዝጽዋዕ ከባብን ኣብ ጣብያ ሰለን ውሃን ብከቢድ መሳርሒታት ዝተሓገዘ ብርቱዕ ወታደራዊ ውግእ ይካየድ ከም ዘሎ ካብቲ ከባቢ ዝወጹ ጸብጻባት ኣመልኪቶም። እዚ ካብ ትማሊ ዓሰርተ ሸሞንተ ሰነ ክልተ ሽሕን ዓሰርተ ሸሞንተን ዓመተ ምህረት ጀሚሩ ዝተወልዐ ሓያል ግጭት ኣብ መንጎ ዕጡቓት ሓይልታት ፋኖን ሰራዊት ምክልኻል ሃገርን ዝካየድ ዘሎ ምዃኑ ተፈሊጡ'ሎ። ብተወሳኺ'ውን ካብቲ ኲናት ዝካየደሉ ዘሎ ቦታ ዝወጹ ጸብጻባት ከምዝጠቕስዎ ሰራዊት ትግራይ'ውን ብድሕሪት ብምዃን ንሓይልታት ፋኖ ወታደራዊ ሓገዝን ደገፍን ይገብሩ ከምዘለዉ ተገሊጹ'ሎ። እቲ ውግእ ብኽልቲኡ ወገናት ብኸቢድ መሳርሒታትን ብረትን ዝተሓገዘ ምዃኑ ምንጭታቱ ኣረጋጊጾም። እዚ ብከቢድ ተኹሲ ዝተሰነየ ጎንጺ ኣብቲ ዞባ ዝርከብ ህዝቢ ዓብዪ ራዕዲ ፈጢርሉ ከምዘሎ ተሓቢሩ። ሰለማዊ ሰባት ኣብ ልዕሊ ገዛእ ርእሶምን ህይወት ስድርኦምን ከቢድ ናይ ድሕንነት ስግኣት ከምዝሓደሮም ሓቢሮም ኣለዉ። ምስ ሓይልታት ፋኖ ፅምዶ ከምዝፈጠረ ዝንገረሉ ዶክተር ደብረፅዮን ዝመርሖ መንግስቲ ትግራይ ነቲ ውድብ ንምግልጋል ከምዝወሰኑ ብተደጋጋሚ ዝኽሰሱ ኣዘዝቲ ሰራዊትን ሓይልታት ፋኖ ኲናት እንተጀሚሮም ከምዝሕግዝዎም ክገልፁ ፀኒሖም እዮም። ናይዚ መቐፀልታ ድማ ኣብ ዞባ ደቡብ ትግራይ ሓይልታት ፋኖ ምስ ሰራዊት ምክልኻል ሃገር ኣብ ዝገብርዎ ዘለዉ ውግእ ሰራዊት ትግራይ ድጋፍ ይህብ ከምዘሎ ሓበሬታታት የረድኡ። ኣምበሳደር ኣመሪካ ናብ መቐለ ዝሓሰቦ መገሻ ዳግም ከምዝተሰረዘ ተሓቢሩ። ጉጅለ ልኡኽ ኣመሪካ ምስ ጀነራል ታደሰ ወረደን ካልኦት ኣመራርሓን ንምዝታይ ንሎሚ ዓርቢ ናብ ርእሰ ከተማ ትግራይ መቐለ ንክኸይድ ዝሓዞ ትልሚ ከምዝሰረዞ ተገሊፁ። እቲ ብኣምበሳደር ኤርቪን ማሲንጋ ዝምራሕ ናይ ኣመሪካ ዲፕሎማሰኛታት ልኡኽ ንሎሚ ዓርቢ ከካይዶ ዝነበረ ናይ ጉዕዞ መደብ ንሳልሳይ ግዜ ተናዊሑ ምህላው ጸብጻባት የረድኡ። እቲ ዝተሓሰበ ጉዕዞ ክናዋሕ ዝኸኣለ፣ እቲ ኣምብሳደር ምስ ጀነራል ታደሰ ወረደን ኢሳያስ ታደሰን ንምርኻብ ዝሓዞ መደብ ህወሓት ናይ ጸጥታ ሓላፍነት ኣይወስድን ብዝብል ምኽንያት ስለዘይተቐበሎ ምዃኑ ይግለጽ ኣሎ። እዚ ዝተገበረሉ ቀንዲ ምኽንያት ድማ እቲ ኣምበሳደር ምስ ጀነራል ታደሰ ፕሬዚዳንት ተባሂሉ ብዓለም ለኸ ደረጃ ንዝፅዋዕ ዘሎ እንተተራኺቡ ሕቶ ተቐባልነት ከይልዓል ንምግባር ዝዓለመ ምዃኑ ሪኢቶታት ይወሃቡ ኣለው። ውዕሊ ፕሪቶሪያን ብዓለም ለኸ ማሕበረሰብን ተቐባልነት ዘለዎ ብጀነራል ታደሰ ወረደ ዝምራሕ ጊዚያዊ ምምሕዳር ብዶክተር ደብረጽዮን ካብ ስልጣን ከም ዝተኣለ ይዝከር። በዚ ድማ እቲ ንባዕሉ መንግስቲ እየ ዝብል ዘሎ ህወሓት ነቲ ዝፈረሰ ግዝያዊ ምምሕዳር ኣፍልጦ ብምሃብ ዝግበሩ ዘተን ርክብን ከም ዘይፈቅድ ክገልጽ ጸኒሑ እዩ። ህወሓት ምስ ፌደራል መንግስቲ ንምድርዳር ሽማግለ ኣብ ዝለኣኸሉ እዋን ንሕና ርክብናን ዘተናን ምስ ፕሬዚዳንት ታደሰ እዩ ክብል ከም ዝመለሶ ዝዝከር እዩ። ሕዚ ድማ ኣምበሳደር ኣመሪካ ኣብ ኣዲስ ኣበባ ዝኾነ ኤርቪን ማሲንጋ ናብ ትግራይ ብምምፃእ ምስ ጀነራል ታደሰ ክገብሮ ዝሓሰበ ዘተ ብሰንኪ ህወሓት ሓላፍነት ፀጥታ ኣይወስድን ምባሉ ንሳልሳይ ግዜ ከምዝተናውሐ ተሓቢሩ። ጀነራል ባጫ ደበሌ ሕብረት ኣፍሪካ ነቲ ህወሓት ዝወስዶ ስጉምቲ ክኾንኖ እንትሓትት ወታደራዊ ኣማኻሪ ጠቕላይ ኢታማጆር ሹም ጀነራል ኣለምሸት ድማ ህወሓት ኲናት ንምኽፋት ይዳሎ ኣሎ ክብል ኸሲሱ። ወታደራዊ ኣማኻሪ ጠቕላይ ኢታማዦር ሹም ሓይልታት ኲናትን ሓላፊ መሪሕነት ተኹስን ጀነራል ኣለምሸት ደጊፌ ህወሓት ምስ ናይ ውሽጥን ወፃእን ሓይልታት ብምውዳድ ንሓዱሽ ኲናት ምድላዋት ይገብር ከምዘሎ ገሊፁ። እቲ ጀነራል ከም ዝሓበሮ፣ ህወሓት ሐዚ እውን ንመናእሰያት ትግራይ ናብ ካልእ ኣዕናዊ ኲናት ንምእታው ይዳሎ ከም ዘሎ ሓቢሩ። ህወሓት ኣብዚ ሐዚ እዋን ኣብ ልዕሊ ህዝቢ ትግራይ ብግዴታ ወታደራዊ ምልመላ የካይድ ከም ዘሎን ልክዕ ከምቲ ቅድሚ ሓሙሽተ ዓመት ዝገብሮ ዝነበረ ሐዚ እውን ዳግማይ ንኲናት ይፍከር ምህላውን ገሊፁ። ናይቲ ዝሓለፈ ኲናት ኸቢድ በሰላን ዕንወትን ከይኣኽሎ ሐዚ እውን መናእሰያት እቲ ክልል ናብ ሓዱሽ ሃልሃልታ ኲናት ንምእታው ይዳሎ ከምዘሎ እቲ ጀነራል ኣፍሊጡ። ነዚ ንምፍፃም ድማ ምስ ፀረ ሰላም ሓይልታት ይተሓባበር ከምዘሎ ገሊፁ ኣሎ። ኣምበሳደር ኢትዮጵያ ኣብ ናይሮቢ ጀነራል ባጫ ደበሌ ድማ ሕብረት ኣፍሪካ ነቲ ብወገን ህወሓት ተወሲዱ ዘሎ ስጉምቲ ክኾንኑ ሓቲቱ። ጀነራል ባጫ ደበሌ ኣዋጅ ክተትን ናይ ግዲ ምልመላን ብዝብል ኣርእስቲ ኣብ ዝጸሓፎ ጽሑፍ፣ ቀንዲ ዕላማ እቲ ኣዋጅ ህዝቢ ናብ ሓፈሻዊ ኲናት ንምልዓል ምዃኑ ገሊጹ። ድሕሪ መጋረጃ ዘይምንቅስቓስ፣ ንገዛእ ርእስኻ ዳግማይ ንምጥንኻርን ነቶም ዕጡቓት ከም ቁጻር ተዋጋኢ ገይርካ ናብቲ ኣብ ጎረቤት ሃገር ሱዳን ዘሎ ግጭት ንምልኣኽ ዝዓለሙ ትልምታት ከምዘለውዎ ጀነራል ባጫ ከሲሱ። ብምኽንያት እዚ ድማ ሕብረት ኣፍሪካ ነዚ ናይ ህወሓት ወታደራዊ ምንቅስቓስ ኣብ ኣደባባይ ብግልፂ ክኹንኖን ኣብ ልዕሊኡ ተሪር መርገፂ ክሕዝን ፀዊዑ ኣሎ። ብተወሳኺ እቲ ኣምበሳደር፣ ሕብረት ኣፍሪካ እዚ ኣዋጅ እዚ ብህፁፅ ንኸሰርዞ ብመሰረት ስምምዕ ፕሪቶርያ ዝተጣየሸ ጊዚያዊ ምምሕዳር ዳግማይ ናብ ቦትኡ ክምለስን ሰለማዊ ፖለቲካዊ መስርሓት ክቕፅሉን ሓያል ፀቕጢ ክገብር ኣተሓሳሲቡ። ኣብ ደቡብ ኣፍሪካ ኣብ ልዕሊ ስደተኛታት መጥቃዕቲ ክፍፀም ዝኸለሉ ኩነታት ብምርኣዩ ንኢትዮጵያውያን ናይ ጥንቃቄ ትእዛዝ ተዋሂቡ። ኣብ ደቡብ ኣፍሪካ ኣብ ልዕሊ ስደተኛታት ዘይሕጋዊ ተግባራትን መጥቃዕትታትን ክፍፀሙ ዝኸለሉ ምልክታት ሐዚ እውን ይረኣዩ ብምህላዎም ኣብ ፕሪቶርያ ዝርከብ ኤምባሲ ኢትዮጵያ ኣብ መላእ እታ ሃገር ንዝርከቡ ዜጋታቱ መጠንቀቕታ ኣመሓላሊፉ። እቲ ኤምባሲ ብዛዕባ እዋናዊ ኩነታት ዜጋታት ምስ መንግስቲ ደቡብ ኣፍሪካ ብምዃን ብቐረባ ክትትል ይገብር ከምዘሎ ገሊፁ ኣሎ። በቲ ካሊእ ወገን ድማ መንግስቲ ደቡብ ኣፍሪካ ኣብ ልዕሊ ስደተኛታት መጥቃዕቲ ከይበፅሕ ወታደራውን ፖሊሳውን ጥበቃ ከም ዝገብር ኣፍሊጡ። ኣብ ዝቕጽሉ መዓልቲታት ድማ ሰላም ንምስፋን ናይ ጸጥታ ምኽባር ተግባራቱ ብዝለዓለ ሓይሊ ከም ዘጠናኽር ቃል ኣትዩ'ሎ። ይኹን እምበር ከጋጥሙ ካብ ዝኽእሉ ናይ ሰብኣዊ መሰላት ግህሰትን ከበድቲ ናይ ድሕንነት ስግኣታትን ኢምባሲ ኢትዮጵያ ዜጋታቱ ልዑል ጥንቃቐ ክገብሩ ኣተሓሳሲቡ። እቲ ኤምባሲ፣ ዜጋታት መዓልታዊ ጉዕዞኦምን ምንቅስቓሳቶምን ብዝለዓለ ጥንቃቐ ክገብሩ ኣብ ቀረበኦም ካብ ዝርከቡ ናይቲ ከባቢ ሓይልታት ጸጥታን ናይ መንግስቲ ኣካላትን ብቐረባ ርክብ ክህልዎም ኣተሓሳሲቡ ኣሎ። ብተወሳኺ፣ ብደረጃ ማሕበረሰብ ካብ ዝተጣየሹ ኮሚቴ ውድባትን መሓውራትን ሚስጥራዊ ርክብ ብምፍጣር፣ ዝኾነ ሓድሽ ወረታት ኮነ እዋናዊ ሓበሬታታት ብቕልጡፍ ክለዋወጡ ኣገዳሲ ምዃኑ ተገሊጹ። ሰራዊት ሱዳን ድሮን ኢትዮጵያ ኣውዲቑ። ሰራዊት ሱዳን ዋንነታ ናይ መንግስቲ ኢትዮጵያ ምዃና ዝንገረላ ስትራተጂካዊት ድሮን ከም ዝሓምሸሸት ሓቢሩ። ብጀነራል ዓብደልፈታሕ ኣልቡርሃን ዝምራሕ ሰራዊት ሱዳን ኣብ ክልል ሰሜን ኩርደፋን ከባቢ ዩቤዴ ስትራተጂክ ድሮን ከም ዘውደቐ ገሊጹ'ሎ። ዕስራን ሓሙሽተን ሰነ ክልተ ሽሕን ዕስራን ሽዱሽተን ኣቆጻጽራ ኣውሮፓውያን ዝወደቐት እዛ ድሮን ዋንነታ ናይ ሓይሊ ኣየር ኢትዮጵያ ምዃና ምንጭታት ይሕብሩ። ኣብ ማሕበራዊ ሚድያ ዝተፈነወ ምስሊ ከም ዘነጽሮ ብጸረ ድሮን ሚሳኤል ዝተወቕዐት ድሮን እናተቓጸለት ክትወርድ የመላኽት። መንግስቲ ሱዳን ካብ ባህር ዳርን ኣሶሳን ዝብገሳ ድሮናት ኢትዮጵያ ኣብ ሱዳን መጥቃዕቲ ይፍጽም ኣለ ኣለዋ ክብል መኽሳሱ ዝዝከር እዩ። ብተመሳሳሊ ቅድሚ ክልተ መዓልቲ ተወሳኺት ድሮን ዘውደቐት ሰራዊት ሱዳን ካብ ድንበር ኢትዮጵያ ሓደ ኪሎ ሜትር ርሕቓ ትርከብ ስትራተጂካዊት ቦታ ከም ዝተቖጻጸረ እውን ሓቢሩ ኣሎ። እዚ ከምዚ ኢሉ እንከሎ፣ ጀነራል ኣል ቡርሃን ምስ ሓላፊ ጸጥታ ደቡብ ሱዳን ኣብ ጸጥታን ምትሕብባርን ዶባት ዘትዮም ኣሎ።

እቲ ኣኼባ፣ ዳይሬክተር ኣገልግሎት ስለያ ሱዳን ጀነራል ኣሕመድ ኢብራሂም ሙፋዳል፣ እቲ ዘተ ኣብ መንጎ ክልቲኤን ጎረባብቲ ሃገራት ምትሕብባር ንምዕባይ ኣብ ሓያሎ መዳያት ሓበራዊ ተጠቃምነት ንምስፋንን ዘተኮረ ምዃኑ ዜና ሱዳን ሱና ጸብጺቡ። ኣብ ቬንዝወላ ብሰንኪ ዘጋጠመ ምንቅጥቃጥ ምድሪ ልዕሊ ሓደ ሚእትን ሱሳን ሰባት ሞይቶም። ኣብ ቬንዝወላ ብ ዕስራን ኣርባዕተን ሰነ ምሸት ብሰንኪ ዘጋጠመ ተኸታታሊ ምንቅጥቃጥ መሬት ሓደ ሚእትን ሱሳን ኣርባዕተን ሰባት ከም ዝሞቱ ልዕሊ ሓደ ሽሕ ሰባት ከም ዝቖሰሉን ብ ዓሰርተታት ዝቑጸሩ ህንጻታት ከም ዝዓነዉን ሰበስልጣን እታ ሃገር ገሊጾም። ኣብ ርእሰ ከተማ ካራካስ ኣብ ውሽጢ ናይ ሓደ ደቒቓ ኣፈላላይ ዝበጽሐ ሓደጋ ምንቅጥቃጥ መሬት ብመጠን ሬክተር ስኬል ሸውዓተ ነጥቢ ክልተን ሸውዓተ ነጥቢ ሓሙሽተን ከም ዝተመዝገበ ትካል ሓበሬታ ዳህሳስ ጂኦሎጂ ኣመሪካ ኣፍሊጡ። ጊዜያዊት ፕሬዚዳንት ቬንዙዌላ ዴልሲ ሮድሪገዝ ከምዚ ዓይነት ዓቐን ምንቅጥቃጥ መሬት ኣብ ውሽጢ እዚ ዝሓለፈ ሓደ ሚእትን ዕስራን ሓሙሽተን ዓመታት ሃፍቲ ሃገር ተራእዩ ከምዘይፈልጥ ገሊጻ። ቁጽሪ ዝሞቱ ሰባት እውን ክውስኽ ከምዝኽእል ስግኣት ኣሎ። ሰራሕተኛታት ህጹጽ ረድኤት ሰባት ካብ ፍርስራስ ህንጻታት ንምውጻእ ይሰርሑ ከምዘለዉ ጸብጻባት ደቼ ዌለ ይሕብር። ኣመሪካ፣ ቻይናን ህንድን ናብታ ሃገር ሰብኣዊ ሓገዝ ክልእኻ ጀሚረን ከምዘለዋ እውን እቲ ምንጪ ይጠቅስ። ቬንዝወላ ካብ ኣሽሓነ ትሽዓተ ሚእትን ጀሚራ ንልዕሊ ሓደ ዘመን ከምዚ ዝኣመሰለ ምንቅጥቃጥ ምድሪ ከም ዘየጋጠማ ሰበስልጣን እታ ሃገር ገሊጾም። ብተወሳኺ ኣብ ሰሜናዊ ግዝኣት ጃፓን'ውን ብርቱዕ ምንቅጥቃጥ መሬት ኣጋጢሙ ከም ዘሎ ተሓቢሩ። ትማሊ ሓሙስ ኣብ ሰሜናዊ ጃፓን ልዑል ምንቅጥቃጥ ምድሪ ከም ዘጋጠመ ኤንኤችከይ ዝተብሃለ ማዕኸን ሓበሬታ ኣቃሊሑ ኣሎ። ትካል ሜትሮሎጂ ጃፓን ከምዝበሎ፣ እቲ ሸውዓተ ነጥቢ ክልተ ሬክተር ዝዓቐኑ ምንቅጥቃጥ መሬት ኣብ ገማግም ባሕሪ ክፍለ ሃገር ጃፓን እዩ ተኸሲቱ ዘሎ። እቲ ትካል ኣብ ገማግም ባሕሪ መጠን ማዕበል ክለዋወጥ ከምዝኽእል እኳ እንተገለጸ፣ ዝኾነ ይኹን ዕንወት ግን ከስዕብ ከምዘይኽእል ኣብቲ ዝዘርግሖ ሓበሬታ ኣንፊቱ'ሎ። ዝኸበርኩም ተዓዘብቲ መደባትና ንሎሚ ዘዋደድናዮም ሓበሬታታት ኣብዚ ዛዚምና ኣለና። ምክትታልኩም ነመስግን። ሰላም